ሰላም እዚኣ ራብዓይቲ ቪድዮ እያ መቐፀልታ ናይታ ሳልሰይቲ ኮይና ኣብቲ መተካእታ ክጠቅስ እየ ዝበልክዎ ማለት እዩ ስለዚ እንታይ ክብል ይደሊ ከም መእተዊ ወዲ ሰብስ ነዚ እዩ ገለ ደቂ ሰባት ዝመሃዝዎ ጎዳኢ ምህዞታት ድዩ ክስዕቦ ደለዎ ግዜያዊ እንዳበለ ዝቕልጠፈይ እንዳበለ ብዙሕ ክእትየ እንዳበለ ወይስ እሞ ንጥዕና ደይሕግዝ ወይስ ባህሪ ዝሃበትና ደረት ዘይብሉ ሃብትን ተልእኾን ተውህቦን ንዑ እምነት ጌርና ያዕ ኢልና ናብቲ ንጥዕና ድወስድ ሸነኻት ምድፋእ ስለዚ ከም መዘኻኸሪ ምስቲ ናይ ቅድመ ኣተሓሕዘ እንታይ ክበለ ማለት እዩ ኩሉ ግዜ ማለት ኩሉ ግዜ ክንዝክሮ ዘለና ንፈልጦ ዘለናን ኣብ ማንም ኩሉ ግዜ ማለት እዩ ንባህሪ ባህርያዊ ዝኾነ ከም ዝሰማምዑ እዩ ኣካል ባህርያዊ ስለ ዝኾንና ድማ እኩብ ድምር ናይ ዘይባህርያዊ ዝኾኑ እንምገቦም እነተንፍሶም እንሕዞም እንሓስቦም ከምኡውን ሸቐልቀላት ቅልውልዋት እህ ምባል ንተልእኾ ወዲ ሰብ ኣብ መሬትን ጥዕንኡን ጎዳእቲ ኮይኖም ምህላዉ ናይ ጥዕና ጸገም ከይኖም ከም ዘለዉ እዩ ማለት እዩ። ስለዚ እዚ ክንርስዖ የብልናን ማለት እዩ። ኣብ መሬት ጥዕንኡን ጉድኣቱን ምቕባል ሕጂ ነዚ ፈሊጥና ድማ ንህይወት ኣብ መሬት ብኡብኡ ድማ ንጥዕናናን ንመጻኢ ትውልድን ማለት ህይወት ኣብ መሬት ክትዕቆብ ናይ ነብሲ ወከፍና ሓላፍነት እዩ ማለት እዩ። እዚ ድማ ካብ ውልቃዊ ተበጊሱ እክብ ድምር ናይ ውልቃዊ ጸዓታት ድማ ሓባራዊ ጥቕምን ጽልዋታትን ኣምጺኡ ናብቲ ባህርያዊ ድኾነ ን እዚ ደይበሃል መዋእል ህይወት ክትከደሉ ዝጸንሐትን ደቂ ሰባት ክኸድሉ ዝጸንሑን ኣባሓጎታትና ክኸድሉ ዝጸንሑን ሕጂ እውን ተመሊሶም እቲኦም ንባህሪ ዝከላኸሉ ንህይወት ዝከላኸሉ ንደቆም ዝከላኸሉ ዝደፍእሉ ዘለዉ ናብኡ ኩላትና ምምጻእ እዩ ማለት እዩ ብሕልፊ ንሕና ከኣኒ ኣያጥፋእናን እቲ ባህርያውነትና ስለምንታይ ንሕና ኣብ እስጋብ ናይ ኣቦሓጎታትና ናይ ኣቦታትና ዕድመ ሕጂ እውን ይህልው ኾኑ በቲ ባህርያውን ኣተሓራርሳን ባህርያዊ ዱኽዕን እንዳ ፀሃይና ክንከይድ ዝፀናሕና ኢና ሕጂ ፍሉጥ'ዩ እዚ ግዝያዊ ዝኾነውን ኣትዩ'ሎ ብጸሊም ድዩ ዋላ ብግሁድ ኣትዩ ንኹሉ ዓለም ተንኪፉ ምህላዉ ማለት'ዩ ስለዚ ንሕና ክንፈልጥ ኣለና ማለት'ዩ ኣካል ባህሪ ምዃንና ወኸኣ ንህይወትና ከኣኒ ጻዕታት ክንገብር ከምዘለና ብውልቀ ሰብ ጀሚርና ብእኩብ ድምር ብሃገር ደረጃ ድዩ ብዓለም ደረጃ ድዩ ማለት እዩ ስለዚ ኣብቲ መተካእታት ንምእታው ኣብቲ ናይ ዓድና ክጠቅስ ማለት እዩ ባህርን ደቂ ሰባትን ብምትእትታው ነዚ ዘይበሃል ግዜን መዋእልን ብሓደ ክኸዱ ከም ዝጸንሑን ከም ዘለውን ምዝካርን ምፍላጥን ኣገዳሲ እዩ ኣብ ጉዳይ ሕርሻ ከዓ ህዝብና ሓሪሱ ደኪዑ ጽህዩ ዝተፈላለየ መገድታት እንዳገበረ ክኸይድ ጸኒሑ እዩ። ፍሉጥ እዩ፣ ባሕስኻታት ዝጥቃዓሉ ዝነበረ ግዜ እዩ። ዲደታቱ ዲጂታቱን ይጥቀም ነይሩ ኸውን እዩ ማለት እዩ። ሕጂ እውን ኣሎ ማለት እዩ። ስለዚ እዚ ኮይኑ ግን ብዙሕ ከዓ ጸገማት እጋጥሞም ነይሮም እዩ ነይሩ እዩ ክንርሳዕ የብልናን። ብበረድ ይጥቅዑ፣ ብማይ ምብዛሕ፣ ብሙሓድ ድርቀት ድርቂ ማለት እዩ፣ ብጠቓ፣ ብኣሳሓይታ፣ ብኣንበጣ ካልእ ሓሳኹን ሕርሸኦም ይጥቃዕ ነይሩ። መግቢ ዘይረኽቡሉ እዋናት እንከኣ መግቢ ዝሓጽሮም ግዜ ነይሩ እዩ። በዚ ምክንያት ከኣ ኣብ እቲ እኽሊ ዝኣተዎ ዓድታት ኣብ ከባቢኦም ደሎ ተሰዲዶም ውዕለት ድዮም ሓዲሮም ዋላ ለሚኖም እውን ዝነብሩሉ ግዜ እዩ እዩ ማለት እዩ። ድሕሪኡ ኣብቲ ናይ ሕርሻ ግዜ ሰዓት ምስ ኣኸለ ከኣ ተመሊሶም ንዓዶም ማይ ኣብቲ ዝጅመረሉ ግዜ ከኣ መሬቶም ኣለስሊሶም ከኣ ብሓምልታትን ናይ በረኻ ሓምልን ኩዕንትን እንዳ እንዳ እንዳተሓገዙ ብናይ ከብቶም ጽባ እንዳተሓገዙ ብማይ ሓርየት እንዳተሓገዙ ጽሩይ እዩ ነይሩ ማይ ኩሉ ባህርያዊ እዩ ነይሩ እንዳተሓገዙ ድሕሪኡ ከኣ እቲ ዘርኦም ከኣኒ እንታይ ዝብሃል እቲ ኣብ ሰዊት ምስ በጽሐ ከኣ ብሰዊት እንዳ እንዳ ተደገፉ ሰዊት እንዳ እንዳ በልዑ ክኸዱ ጸንሑ ማለት እዩ። ስጋብ እቲ ሕርሻ ድኣትወሉ ግዜ ዝመጽእ ማለት እዩ። ስለዚ ጸገማት እውን ኣይነበሮምን ማለት ኣይኮነን። ግን እቲ ዝጥቀምሉ ዝነበሩ ድኹዒ እዩ፣ ባህርያዊ እዩ፣ ጉልበቶም እዩ ማለት እዩ። ስለዚ ሰብ ጉልበት እቲ ሕርሽ መሬት ደይብሉ ክማን ጽህዩ ድበልዓሉ ዝነበረ ግዜ ምመቃል ናይ ስራሕ ነይሩ ማለት እዩ። ሰብ ከምዚ ሕጂ ተሰዲዱ ስራሕ ስኢኑ ዝነብረሉ ዘሎ ኣይኮነን ማለት እዩ። ስለዚ እዚ ሸዊት ግራቶም እንዳበልዑ ይሰጋግሮም ነይሩ ማለት እዩ ኣብዚ ዝጥቀምሉ ዝነበሩ ከምቲ ዝበልኩ ናይ እንስስኦም ድኹዒ ጎሓፍ ጎዱፍ ቆጥቋጥ ከኣኒ ሓዊ ብምንዳድ ነቲ ቁጥቛጥ ካልእ ሜላታትን ነበረ። ብወገን ጸሃያይ ድማ ንጸሃያይ ዕድል ዘውሕድ ኣገባብ ኣተሓራርሳ፣ ነቲ መሬት ብምብሳል፣ ኮሚታት፣ ካልእ እንታይ ድሕሪ እንታይ ይዝራእ፣ መዓስ ይዝራእ ብዝነበሮም ምስ ናይ ባህሪ ትዕዝብቲ ኣፍልጦ ስለ ዝነበሮም፣ ነዚ እንዳተጠቐሙ ነዚ ሜላታት እዚ እንዳተጠቐሙ እዮም ዝኸዱ ነይሮም ማለት እዩ። ድሕሪኡ ከኣ መዓስ ይቑጥቐጥ፣ መዓስ ይሕንጠጥ፣ መዓስ ይጽጋእ፣ መዓስ ይበስል እቲ መሬት፣ መዓስ ይድኳዕ፣ መዓስ ይጉልገል፣ መዓስ ይዝራእ፣ እዚ ኩሉ ካብቲ ድሕግዞም ዝነበረ እዩ ማለት እዩ። እዚ ማለት ግን ግዜያዊ ምህዞታትን ፍልጠታትን ምዕባለ ናይ ዘሎ ሕጂ ናይ ቴክኖሎጂ ናይ ስነ ኪነት ኣየድልዩን ድዮም ዝብል ከምቲ ጠቒሰዮ ዝነበርኩ የድልዩና እዮም የድልዩና እዮም ከምቲ ዝበሃል እውን ብዙሓት ክሕግዙና ክሕግዙና ንናብራና ክቃልሉ ዝኽእሉ ባህርያዊ ዝኾኑ ምህዞታትን ፍልጠታትን መድሃኒትን ሕክምናን ከም ዝነበሩን ከም ዘለዉን ግንከ እቲኦም ነዚ ደይደልዩ መታን ናቶም ናይ ፔትሮል ተጠቒሞም ካልእ ግዝያዊ ናቶም ስም ዝቆጻጸርዎ ጌሮም መታን ንዓለም ክቆጻጸሩ ነዚ ከም ድሓብእዎ እዩ ዝዝረብ ማለት እዩ። እዚ ከኣ ናይ ኣማእታት ዓመታት ዝነበሩ ምህዞታት እዩ። ሕጂ እውን ክንደይ ምህዞታት ከም ዘሎ እዩ። በቲ ሓደ ሸነኽ ከኣ ነቶም ዝደልዩ ብልቢ ይግለጸሎም ኣሎ ማለት እዩ። እቲ ዝነበረ ፍልጠት ተዋህበና ማለት እዩ። ብስነ ፍልጠት ሕጂ ከም ሓድሽ ስነ ፍልጠት ኮይኑ ዝቐርብ ዘሎ ነቶም ብዝሓትና ከኣ ኣብ ልብና ስለ ደለና ከኣ ኣምላኽ ይሓብኣልና ኣሎ ማለት እዩ ነቲ ተዘይኮይኑ ኣምላኽ ኩሉ ንዓና ዘድሊ ክህበና ናይ ግድን እዩ ማለት እዩ ግን ተሓቢእና ኣሎ በቶም ሰበ ስልጣንን ብኣምላኽ ተሓቢእና ኣሎ ስለምንታይ ኣብ ልብና ስለ ዘለና ኣብ ልብና እንተ ሃሊና እንተ ንዑ ጸዊዕናዮ እንተ ንዑ መጀመርያ ባይታ ሂብናዮ ኩሉ ዘድልየና ደድኳሕኳሕናዮ ክኸፍተልና እዩ። እዚ እንተ ደይንኣምን ኮይና ከኣ ኣመንቲ ኢና ክንብል ክርስትያን ኢና ክንብል ኣስላም ኢና ክንብል ውን ዋላ ካልእ ሃይማኖት ኣለና ክንብል ግን ውን ኣጸጋሚ እዩ ማለት እዩ። ስለዚ እዚኦም ዓለም በዚኦም ንዓለምን ህይወትናን ንምቁጽጻር ኣብ ሓደጋ ዘእትውዋ ዘለው ኣይኮነትን ተፈጢራ በዚኦም ኣይኮነትን ተፈጢራ ዓለም ካብ ትፍጠር ነዊሕ ግዜ እዩ ደለዋ ማለት እዩ ግን ነዚ ረሲዕና ሰብነትናን ፍጥረትን ፈጣርን ረሲዕና ኣብ መጻወድያ ናይዞም ንጥቕሞምን ንምቁጽጻርን ንክቋጸሩናን ዝደልዩ መጺና ኣለና ማለት እዩ ዘዝበልዎ ንገብር ሬክላም ብኡ ተገዚእና ማለት እዩ እዚኣያ ወጽያ ደላ እዚኣያ እንዳበልካ ጭርሽና ጠፊእና ምህላው እዩ ማለት እዩ ስለዚ ስለምንታይ እዩ እዚ ዝኸውን ዘሎ ስለምንታይ ልብናን ርእስናን መንፈስናን ኣብ ግደማውን ዓለማውን ረሲእነትን ስለ ዝወደቕና እዚ ድማ ናይ ምግዛእን ምምዝማዝን ምምንዛዕን ንህይወት ንምምቁጽጻር ንሃገራትን ኣህዛብን ብነገራውን ስነኣእምራውን መንፈሳውን ተቋጻጺሮም ኣብ ጥቕሚ ውሑዳት ኣውዒሎም ንህይወትን ኣህዛብን ኣቕጣጭኦም ኣጥፊኦም ይርከቡ። ኣቕጣጫና ኣጥፊኦምልና ኣለዉ ማለት እዩ። ጽቡቕን ሕማቕን ደይነልየሉ ጥራሕ ደድወጸ እዩ ጽቡቕ፣ ኣሜሪካ ዝበለቶ እዩ ጽቡቕ፣ ምዕራባውያን ዝበልዎም እዩ ጽቡቕ እዚ ማለት እዩ። ንነብስና ናይ ነብስና ክብሪ ኣጥፊእና ናይ ነብስና ፍልጠት ናይ ህይወት ፍልጠት ረሲዕና ደድመጸ ጥራሕ ማለት እዩ። እዚ ማለት ደቂ ሰባት ካብቲ መሰረታዊ ውስጠ ተዋህቦኦም ሓቃዊን ሰብኣውን መንፈሳውን መንነት ስለ ዝዘንጋዕና እዩ። እቲ ክኸውን ዘለዎን ዝጸንሐን ሚልዮናዊ ቅርሰ ፍልጠት ታሪኽናን ታሪኽ ፍጥረትን ኣኽቢርካን ሓሊኻን ንባህርን ክውንነታን ተገንዚብናን ፈሊጥናን ምህዞታትናን ኪነ ጥበብ ናህና እቲ ቴክኖሎጂን ነዚ ዝዕቅብን ምስዚ ዝወሃሃድን ንህይወት ዘሰጋገርን እዩ እቲ ክኸውን ዝነበሮ ማለት እዩ ስለዚ እዚ እቲ ክኸውን ዝነበረ ማለት እዩ ሕጂ ከዘኻኽሮ ዝደሊ ብዛዕባ እቲ ዝውቱር ኮይኑ ዘሎ ኣገባብ ኣተሓራርሳ ማለት እዩ። እቲ ግዝያዊ ዝኾነ ዘይባህርያዊ ዝኾነ ዱኽዒ፣ ጸረ ሓሰኻ፣ ጸረ ጸሃያይ፣ እዚ ንትሕዝቶ መሬት ጥራሕ ደይኮነ ዘደኺ ዘድኪ ማለት እዩ የጥፍኦ ጥራሕ ደይኮነ ነቶም ማዕደናት ናይቲ መሬት ጥራሕ ደይኮነ ነቶም ነቲ ንመሬት ንክድንፍዕ መግቢ ንክረክብ ዝሕግዙ ብዓይኑ ዝረኣዩን ዘይረኣዩን ሓሰኻታትን ባክተርያን እንኮላይ እዚ ቅመማት እዚ ስለ ደጥፍኦም እዩ ስለዚ እቲ መሬት ድኻ ይኸውን ማለት እዩ እንደገና ሓደስቲ ሕማማት ይዓቢ ማለት እዩ ሓንሳብ ምስ ዘራእካዮ ሓንሳብ ምስ ተጠቐምካሉ እዚ ቅመማት እዚ እቲ መሬት ይደኺ ኣነ ክነግረኩም ንኣብነት ናይ ሎሚ ሰለስተ ዓመት ድዩ ገለ ሓደ ናተይ ቤተሰብ ጌረዩ ዘሪኤዩዮ ተጠቂመሉ ዶክዕሲ እንሀለ ከምዚ ኮይኑ እዚ ዓመት እዚ ዋላ ሓንቲ ከይፈረየ ኢሉ እቲ እቲ መሬቱ በስ ሓሪሩ ዋላ ሓደ ደይብሉ ማለት እዩ ሕጂ እንታይ ማለት እዩ እቲ ተጠቅመሉ መዳበርያ ነቲ መሬት ኣድኪሙ እታ መጀመርያ ዓመት እንድዒ እንታይ እትዩ ግን እታ ብዓይነይ ዝረኣክዋ ግን ነቂፁ ዋላ ሓደ እታ መሬት ባዶ ኮይና ማለት እዩ ስለዚ እንታይ ማለት እዩ እንደገና ክጥቀም ኣለዎ ማለት እዩ ወካልኣይ ክንፈልጥ ዘለና ከኣ ኣብቲ ስሉስ ዓለም ዝኸይድ ቀመማት ከኣ ኣብቶም ስልጡናት ሃገራት ብሕጊ ዝተኸልከለ እዩ እዚ ከዓ ክንፈልጥ ኣለና እቲ ፀረ ፀሃይ ኣይዲ ኩሉ እቲ ዝተኸልከለ እዮም መታን ከይጉሕፍዎ ከይድርብይዎ ናብኡ ይሰድዎ ብፀሊም ኣቢሉ ከዓ ናብ ስሉስ ዓለም ይኣቱን ህይወታትና የቀላጥፎን ንሕና ከም መተካእታ ስሉስ ዓለም መተካእታ ናይ ህይወት ክንከውን ዝነበረና ስለምንታይ ስለዝተመረዘ እተን ስልጡናት ሃገራት ሕጂ ግን እቲ ተድተመረዘ ናብኡ ስለ ዝሰድዎ ዘለዉ ንሕና ከዓ ብዝያዳ ተመሪዝና ማለት እዩ ብዝያዳታት ሕማማት ይኣቱ ኣሎ ማለት እዩ ስለዚ ስለ ዝኾነ ድማ ብዙሓት ውልቀ ሰባት ማለት እዩ ኣብዚ ግዜ እዚ ኣብቲ መተካእታ ክመፅእ ማለት እዩ ውልቀ ሰባትን ማሕበራትን ከምኡውን እተን ማሕበራት ከማን ናይ ፖለቲካ ማሕበራት ናይ ንባህሪ ዝከላኸላ ማሕበራት፣ ናይ ፖለቲካ ማሕበራት፣ ሕጂ ንኣብነት ኣብ ፈረንሳ ኣብዚ ዝሓለፈ ናይ ምርጫ ዝነበረ ግዜ ሳልሳይ ተወዳዳሪ ዝነበረ ናይ ጸጋም ማሕበር ማለት እዩ፣ ናይ ጸጋም ፓርቲ ማለት እዩ፣ እሱ ንባህሪ እዩ ዝከላኸል ነይሩ፣ ኩሉ ፖለቲክኡ ንባህርን ህይወትን ኢዱ ይከላኸል ነይሩ ግን ኣይተዓወተን። ናይዚ ጽልዋታት ግን ኣብ መንግስቲ ፈረንሳ ብዙሕ እቲ መንግስቲ ዘሎ ሕጂ ውን ከኽብሮ ኣለዎ ማለት እዩ ነቲ ናይቲ ዘሎ ጽልዋ ናይታ ሃገር። ስለዚ ብመንግስቲ ደረጃ ገለ ክፋል ድፍኢት ኣብ ባህሪ ኣለዎ ማለት እዩ። ስለድኾነ እየ ከማን ኣብቲ ናይ ሊፖዛት ዝብል ጸረ ጸሃያይ ውን ፈረንሳ ናይ ብሓቂ ግሉጽ ንጹርን ዝኾነ ኣረኣእያ ኔርዎ ክውገድ ኣለዎ ዝብል ማለት እዩ ግን ኣይተዓወቱን ማለት እዩ ስለዚ ውልቀ ሰባትን ማሕበራትን ፖለቲካዊ ማሕበራትን ነዚ መተካእታ ማለት ኣብቲ ባህርያዊ ነገር ንክመጹ የምርሑ ኣለዉ ይደፍኡ ኣለዉ ማለት እዩ ኣብ ኤውሮጳ ብዙሕ ድፍኢታት እዩ ዝካየድ ዘሎ ማለት እዩ እዚ ከዓ ሓደ ነቲ ዝነበረን ናይ ኣቦታትና ዝጸንሐን ዝነበረን ባህርያዊ ዝኾነ ኣገባብ ሕርሻ እንዳዳህሰሱ ንዕኡ ብምጽናዕን ብምድንፋዕን ከም ዶኽዒ ኣገባብ ሕርሻ እንዳለዋወጥካ እዚታት ካልኣይ ከኣ ሓደስቲ ባህርያውን ንባህሪ ዘይጎድእን ዶኽዑታት ጸረ ሓሳኹ ከምኡውን ጸረ ጸሃያይ ብምምሃዝ እዚ ከኣ ካብ ካብ ኣትክልቲ ካብ ቅመማት ዘይቲ ናይ ኒም ንኣብነት ይጥቀሙሉ ማለት እዩ ከም ፀረ ሓሰኻ ፀረ ፀሓያይ ከዓኒ ዝተፈላለየ ዘይትታት ዝተፈላለየ ባህርያዊ ቅመማት ድኹዕታት ከዓኒ ዝተፈላለየ ዋላ ናይ ባህሪ ድኹዕታት እንዳተጠቐሙ እዚ ደይበሃል ድኹዕታት እትን ቅመማትን ተረኺቡ ኣሎ ማለት እዩ። ከምኡ እውን ነቲ ፃህያይ እውን ብቐሊል ድምሑ መሳርሕታት እንዳገበሩ እንዳሸፈኑ እቲ ሳዕሪ ከም ደይበቁል ብጎማታት ድዩ ብወረቐታት ጌርካ ሰምታይ እንተ ኤር ደይረኺቡ ሳዕሪ ክበቁል ኣይክእልን እዩ ማለት እዩ። ስለዚ ብዙሕ ምድላዋት ዝተፈላለየ እንዳገበሩ ስለ ድኾነየ ከኣ እንሀለ ንርእዮ ኣሎና ብሕልፊ ኣብ ኤሮጳ ማለት እዩ እዚ ዘይበሃል ሕርሻታት ናይ ባህርያዊ ዝኾነን ድኳናትን ማዕቢሉ ዝርከብ ስለ ድመለኹዎ እዩ ማለት እዩ ስለዚ ክንፍሰግእ የብልናን ማለት ጥራሕ እቲ ሕጂ ዘሎ ግዝያዊ ደይጥዑይ ዝኾነ ደይባህርያዊ ዝኾነ ቀመማት እዩ ክመፍትሒ ገርና ክንወስድ የብልናን ሰምታይ ብሕልፊ ኣብ ኤሮጳ ብዙሕ ተረኺቡ ኣሎ ኣብ ኤሽያ ውን ኣብ በዓል ህንዲ ውን ብዙሕ ጸዓታት ይገብሩ ኣለዉ ንዚ ባህርያዊ ዝኾነ ዘርእታት ንኽዕቁቡን ባህርያዊ ዝኾነ ሕርሻ ንኽደንፍዑን ብውልቀ ሰብን ብማሕበራትን ብሃገር እኳ እንተዘይኮነ ብዙሕ ግን ናይ ኢኮሎጂ ግን ኣብ ኩሉ ዓለም ዋላ ኣብ ኤሽያ ውን ናይ ኣእዋም ምትካል መታን ጸረ እንታይ ዝበሃል እዚ ባዶ ካይኮውን መሬት ከይነቅጽ እዚታት እዚታት ኩሉ ውን ኣሎ ማለት እዩ። ብዝኾነ ነቶም ነቶም ትግደሱ ኣጸቢቅኩም ብዛዕባ ናይ ሕርሻ ኣብ ኢንተርነት እዚ ኦርጋኒክ ፈርትላይዘር ኦርጋኒክ ፐስትሲድ ኦርጋኒክ ፐስትዊድ ኢልኩም ኣብ ኢንተርነት ብምህሳስ ብዙሕ ሓበሬታታት ክትረኽቡ ትኽእሉ ብዙሕ ብዙሕ ብዙሕ ብዙሕ ዋላ ስለዚ ኣለኩም ሓበሬታት ትደልኹም ማለት እዩ እዚ ኮይኑ ግን ማለት ባህርያዊ መግቢ የድልየና ንብል ኣለና ማለት እዩ ሰምታይ ከምቲ ዝበሎ ሂፖክራት ከም ዝበሎ መግብኻስ መድሃኒትካ ይኹን ማለት እዩ እንታይ ማለት እንተ ከምኡ ክኸውን ኮነ መድሃኒት ክንከውን እንተ ደሊና ካብዚ ዝጎድኣና መድሃኒታት ምውሳድ እንተ ክንዕርፍ ኮይና ጥዑይ መግቢ ብጥዑይ ድፍረ ናይ እንስሳ ፍረ ድዩ ዋላ ናይ ኣታኽልቲ ናይ ሕርሻ ካብኡ ክኸውን ኣሎ ማዕረ ማዕሪኡ ከዓ ክርሳዕ ደይብሉ ከመይ ጌርና ነቲ ትሕዝቶ ናይቲ ፍረታት ናይቲ ምግብታት ከመይ ጌርና ንዕቅቦ መዓዛታትን ትሕዝታትን ናይ ምግቢ ከመይ ይዕቆብ እዚ ከዓ ፈሊኻ ይረአ ማለት እዩ ስኽእልካ እበሃል ኢልካ እብሃል ኢልካ ከምዚ ሕጂ ዘሎ ሕጂ ናይ ሎሚ ግዜ ኣሰራርሓ ከምዚ እንዳበልካ መግቢ ምቕታል ሓጢኣት እዩ ስለዚ ተማሂርና ነርና ኢና ንመሃር እውን ኣለና ጌና ማለት እዩ ስለዚ እቶም ተምሃርና ስነ ፍልጠት ተምሃርና ብዛዕባ ቫይታሚንስ ብዛዕባ ማዕድናት ብዛዕባ ኒትሪሽን ተምሃርና እቲ ተምሃርና ኣብ ቤት ትምህርቲ ኣብ ኣብ ህይወትና ከነተግብሮ ክንክእል ኣለና። ኩሉ ተማሂሩ ኩሉ ዝዝክሮ ማለት ኣይኮነን ግን ከዘኻኽሮ ዝደሊ ንሕፍር እዩ እቲ ዝተማሃርናዮ ንህይወትና ኣይንጥቀመሉን ኣብ ጎኒ ንገድፎ ማለት እዩ። ከምዚ ሕጂ ዘሎ እንዳበልካ ብሕልፊ ደይ ግቡእን እንታይ ዝበሃል ጎዳኢ ዝኾነ ኣጠቓቕማ ናይ መግቢ ኣቃላልዋን ናይ ዘይትን ሓደ ኻብቲ ዓቢ ሓደገኛ ክኸውን ከም ዝኽእል ተፈሊጡ ደሎ እዩ ማለት እዩ ስለዚ ክንጥቀም ኣለና ክንፈልጥ ኣለና ኸዓ ከመይ ነቲ መግብታትና ሰሪሕናስ ኣብ ሂወትና ኣትዩስ ጥዕና ሂቡ ከሰጋግረና ሓኪም ኣየድልየናን ሽዑ ማለት እዩ ካብኡ ከ ማዕረ ማዕሪኡ ዝኸይድ ከኣ ክንፈልጥ ኣለና ተመስገን ማለት ጸገማት ኣሎ ኣብ ዓለም መፍትሒ ክንደልየሉ ንሕና ሓላፍነት እዩ ካልእ መፍትሒ ዝደልየልና የለን መፍትሒ ግን እቲ ውፅኢት ናይቲ ንደልዮ ናይቲ መፍትሕታት ግን ንእግዚኣብሄር ክንህቦ ኣለና ማለት እዩ ስለዚ ተመስገን ምባል እዚ ካብቲ ሓደ ኣገዳሲ ናይ ጥዕና ረቋሒ ዝኾነ በሊዕና እውን እንተደኣኒ ኣቕጣጫና ጠፊኡ ሃልዩ ንብሎ ንገብሮ እንደይንፈልጥ ኮይና ኣበይ ኣለና እንተ ደይንፈልጥ ኮይና በዝን በትን እንተ ንሽገር ኮይና ኩሉ ዋላ ጥዑይ በሊዕና እውን እዚ እውን ጉድኣት እዩ ማለት ስለዚ መን ኢና ክንፈልጥ ኣለና ሓለፍቲ ምዃንና ክንዝክር ኣለና ስለዚ ኣብታ ሕጂ ክንገብራ ንኽእል ንህይወትና ትሕግዝ፣ ንጎረቤትና ትሕግዝ፣ ንመጻኢ ትሕግዝ ክንገብር ሰብኣዊ ሓላፍነትና እዩ ይብል ማለት እዩ። ስለዚ ኣብቲ ዝመጽእ ናተይ ቪድዮ ኣብታ ትመጽእ ብዛዕባ እንታይ ክዛረብ እየ ብዛዕባ ናይ መግቢ ኣሰራርሓ ናብኡ ክመጽእ እየ ማለት እዩ። ናይ ጥዕናን ኣሰራርሓ መግብን ቁርብተይ ኣንፈት ክህብ እየ ምስቲ ናይ ቁርብተይ ኣፍልጦ ዘለኒ ናይ ሕሉፍ ናይ ዓባያትና ኣሰራርሓ መግቢ ኣተሓሒዘ ማለት እዩ ስለዚ ኣብዚ ክገድፈኩም እየ ማለት እዩ ይቕሬታ ንድኽመታተይ ኣይት ፈለዩኒ እንታይ ዝበሃል ሓሳብኩምን ርእይቶኹምን ብምሃብ ንፈትዎ ኢና ብምባል ብምምዝጋብ ሳብስክራይብ ብከምኡ ኣይትፈለዩኒ ተሓጋጎዝኒ ሰላም ንኹሉ ሶፊያ